በዓልቲ ቤትካ ወይ በዓል ቤትኪ ምጽላእ። በዓል ሓዳር ዲኻ ወይ ሓዳር ንምግባር ኣብ ምድላው ኣለኻ? ውላድከ ኣለካዶ? ንኹሉ እንተበጺሕካዮ ዓቢ ነገር እዩ፣ እንተዘይበጺሕካዮ ድማ፣ ኣምላኽ ንዓኻ ዘዳለዎ ብዙሕ ጸጋታት ኣሎ። ኣብ ምዱብ መዓልቱ ኩሉ ነገር ክኾነልካ እዩ። ዓቕልኻ ኣይተጽብብ። እቲ ዘይከኣል ዝመስለካ መዓልቱ ምስ ኣኸለ እሞ ድማ ምስ ተኻወነልካ፣ እዚ ሎሚ ከቢድ ኮይኑ ዝስምዓካ ዘሎ እንተ ዘይረሲዕካዮ ወትሩ እናመስገንካን እናተሓጎስካን ክትነብር ክሕግዘካ እዩ። ከም ዝኸውን ግን እመን። ንኣብነት፣ እዚ ሕጂ ዘለኻዮ ዅነታት ኣነባብራ፣ ቀደም ትሓስቦ ኔርካ ዲኻ? ግናኸ፣ እቲ ንዓኻ ዝተሓሰበ ንዓኻ እዩ። ንሎሚ፣ ኣቐዲምና ደቅኻ ኣፍቂርካ፣ በዓልቲ ቤትካ ወይ በዓል ቤትኪ ምጽላእ ዝብል ኣርእስቲ ኽንርኢ ኢና። ኣብ ብዙሕ ኣጋጣሚታት ኣብ ሓዳሮም ዝነብሩ ይኹኑ ካብ ሓዳሮም ዝተፈላለዩ ሰባት ብዛዕባ ካልኦቶም ብዙሕ መረረታት የስምዑ። ብዙሕ ሰብ እውን ኣሎ ጉድለቱ ግቡእ ድዩ ዝመስሎ ወይ እውን ኣቕሊሉ እዩ ዝርእዮ። ተበዲለ እምበር በዲለ ትብል ቃል ዘይትወጾ። ሓዳር ማለት ምጽውዋር፣ ምክእኣል፣ ጉድለትካ ምሽፍፋን፣ ተመላሊእካ ምንባር ንብጸይትኻ ወይ ብጻይካ ከም ገዛእ ርእስኻ ምርኣይ ማለት ምዃኑ ብዙሓት ንዝንግዖ ኢና። ኣብ ዝሓለፍካዮ ሕማቕ ናይ መጻምድትኻ እናተዛረብካ ክትከይድ፣ ማዕረ ማዕረ እቲ ተውጽኦ ሕማቕ ቃላት በቶም ዝሰምዑኻ ዝመስሉኻ ግናኸ ብውሽጦም ዝስሕቁኻ ሰባት ንዑቕ ትኸውን ምህላውካ ዘክር። ንስኻ ዘይሸፈንካዮ ጉድለት ሰበይትኻ ካልእ ሰብ ክሽፍነልካ ዘይምሕሳብ። ኣብ ከምዚ እዋን ነብስኻ መርምር። ካብ በዓልቲ ቤትካ ዝቐርብ ሰብ ከም ዘይብልካ ድማ ኣስተውዕል። ከምዚ ንስኻ ተምርራ ንሳውን ምሳኻ ምንባር ክሳብ ክንደይ ፈተና ኮይንዋ ምህላዉ ምስትብሃል ከድልየካ እዩ። ምኽንያቱ ክብረት ዘይትረኽበሉ ሓዳር ትመርሕ ስለ ዘላ። ህይወት ምርር ኢልዋ ኣሎ። ግናኸ ናብ ህይወታ ዝቐረበ ሰብ ንስኻ ስለ ዝኾንካ ኣሕሊፋ ክትበካ ኣይመረጸትን። ንደቀይ ኢለ እምበር ምፈታሕኩዋ እኮ ትብሎም ሰባት እውን ኣለዉ። ግን እባ ክሓተካ ኣብ መንጎ ደቅኻ ምፍቃርን በዓልቲ ቤትካ ምጽላእን ዘሎ ፍልልይ ክተጽብቦ ዘይጸዓርካ? እንታይ እቲ ምኽንያት? ሓደ ኣብነት ክህበካ ኣቦኻ ንዓኻ ኣፍቂሩ ነዴኻ ክጸልኣን ኣብ ዝኸዶ ከዋርዳን ከነኣእሳን እንተትሰምዖ ነታ ንስኻ ብልጽቲ ፍጥረት ኢልካ ትምክሓላ ወላዲትካ ኣቦኻ ግን ከም ጨርቂ ከፍኩሳን ከም ሓንቲ ዘይትረብሕ ፍጥረት ክርእያን እንታይ ስምዒት ምፈጠረልካ? ብረገጽ ክትቅበሎ መጸግመካ። ኣብ ልዕሊኡ ዝነበረካ ክብርን ፍቕርን እውን ጠቕሊሉ ምስ ሰኣኖ። ስለዚ እቶም የፍቅሮም እየ ትብሎም ደቅኻ ድማ ከምዚ ንስኻ ኣብ ልዕሊ ወላዲትካ ዘለካ ክብርን ፍቕርን ኣብ ልዕሊ ኣዲኦም ከምኡ ምዃኖም ከመይ ክትዝክሮ ዘይከኣልካ? ደቅኻ ዕዉታት ፈቃራት ክኾኑልካ እንተኾይኖም ቀዳማይ መምህር ንስኻ ኢኻ። ጽልኢ እንተምሂርካዮም ምጽላእ ብኣኻ ጅምሩ፣ ፍቕሪ እንተምሂርካዮም ድማ ፍቕሪ ብኣኻ ጅምሩ። ስለዚ እቲ ጸጽቡቕ ክትረክብ ጸጽቡቕ ርእዮም። ዘይሓተትኩኻ ኸኣ ኣብዘን ምዕቡላት ሃገራት ንኣብነት ሓደ ናብ መሪሕነት ዝመጽእ ሰብ ካብቲ ቀዳምነት ዝረኣ መምዘኒ ኣብ ሓዳሩ ጸኒዑ ዝነብር ድዩ ኣይኮነን ኣዝዩ ኣገዳሲ ነጥቢ ምዃኑ ትፈልጥ ዶ ትኸውን? እዚ ዝኾነሉ ድማ ሓደ ስድራ ቤቱ ከመሓድር ዘይከኣለ ሰብ ህዝቢ ክኣሊ ስለ ዘይክእል ኣቐዲሙ ሓዳሩ ዝኣሊ ምዃኑ ምርግጋጽ ኣገዳሲ ነጥቢ እዩ። ስለዚ ነቲ ኣብ ሓዳር ዝሓተካ ውረድ ደይብ ክትብድህ ብቕዓት ይሓተካ። እዚ ድማ መምዘኒ ብቕዓትካ እዩ። ደቅኻ ኣብ ክንዲ ብመጻኢኦም ዝሓስቡ፣ ዕግርግር ብዝመልኦ፣ ፍቕሪ ብዝጠፍኦ ህይወት ወለዶም እናሓሰቡ ክዓብዩ ኣይትፍረዶም። እዚ ምልክት ፍቕሪ ኣይኮነን። ካብ መሳትኦም ንጹላት ክኾኑ ዕድል ኣይትኽፈተሎም። ሓንሳብ ሓንሳብ ሓዳር ንምግባር ህዉኽ ውሳነ ከም ዝወሰድካን ኣስፊሕካ ከም ዘይሓሰብካሉን ትዛረብ ኢኻ። ንዓዳ ናብራ ምእላዩ ዓቐብ ምስ ኮነካ ካልእ ምኽንያት ኣይፍጠር። ዋላ እውን ከምኡ እንተኾነ እቲ ዝሓሰብካዮ እንተዘይኮነልካ ነቲ ከይሓሰብካዮ ዝኾነ ኣጋጣሚ ተቐበሎ። ትብል ኣዘራርባ ኣብ ህይወትካ ስራሓ እያ። ብሕጂ እውን ካብቲ ትሓስቦ እቲ ከይሓሰብካዮ ዝኸውን ብዙሕ ከም ዘለዎ ኣይትዘንግዕ። ነቲ ክትቅይሮ እትኽእል ክትቅይሮ ፈትን። ነቲ ዘይቅየር ውዱእ ነገር ድማ ቅቡል ውሰዶ። ኣብ ህይወትካ ብዙሓት ደቂ ኣንስትዮ ትፈልጥ ትኸውን። ግን ከኣ ኣብ መወዳእታ ካብ ኩለን ኣብ ሓንቲ ሰብ ኢኻ ትወድቕ። እታ ሰብ ድማ ካብ ኩለን ዝበለጸት ምዃና መረጋገጺ የብልካን። እዚ ነዕልሎ ዘለና ንደቂ ተባዕትዮ ጥራይ ዝምልከት ዘይኮነ ንዓኽን እውን ክቡራት ኣሕዋተይ እምልከተክን እዩ። ኣብዚ ሕጂ እዋን ሓዳር ግቡእ ክብሩ ይረክብ የለን። ሓንቲ በዓልቲ ሓዳር ኣብ ናብራ ክትገብሮ ዘለዋ ካብ ዘይምግባራ፣ ሓዳራ ክነቓነቕን ናብ ምፍራስ ገጹ ክኸይድን ግዜ ኣይወስደሉን። ኣዴታትና በዓል ቤትኪ ከመይ ኣሎ ክብላ እንተደልየን ክብረትኪ ደሓን ድዩ? ከመይ ኣለኹም? ኢለን ይሓታ። ካብዚ ንምሃሮ በዓል ቤት ማለት ክብረት ምዃኑ ኢና ንርዳእ። ንስኺ እውን ክብርቲ ሓፍተይ ዕዉት ሓዳር ክህልወኪ እታ መፍትሕ ኣብ ኢድኪ እያ ዘላ። ወለድና ክምስሉ ክቡር የኽብረካ መጠነ ነብሱ ይብሉ። ስለዚ ዘፍቅረኪ ሓፍተይ ኣብ ልዕሊ በዓል ቤትኪ ዘለኪ ፍቕሪ እናሓደረ ዝዝሕትል ዘይኮነ እናሓደረ ዝውስኽ ክኸውን ኣለዎ። በዓል ቤትኪ፣ ሓውኺ፣ መሓዛኺ፣ ሰብኣይኪ፣ ኣቦኺ፣ ክንዲ ኩሉ ክኾነኪ እንተኾይኑ፣ ፈለማ ካባኺ ሙሉእ ፍቕርን ክብርን ክረክብ ኣለዎ። ብዙሓት ሰባት ጽብቕቲ ምዃንኪ ይነግሩኺ እዮም። በዓል ቤትኪ ግን ብልቦናኺ እዩ ዝድነቕ። ሓንቲ ናይ መን ምዃና ዘይሓዝክዋ ጥቕሲ ከካፍለኪ። መልክዕ ወዳቒ ክንሱ ፍቕሪ ኣብኡ ይምርኮስ ምዃኑ የሕዝን ትብል እያ። እቲ መልክዕ ምስ ወደቐ እቲ ፍቕሪ እውን ከም ዝጠፍእ ካብዛ ጥቕሲ ክንርዳእ ንኽእል። ስለዚ ነቲ እናሓደረ ዝኹላዕ ልቦናኺ ዘፍቅር ግን እናሓደረ ኣብ ልዕሌኺ ዝነበሮ ፍቕሪ ከም ዝውስኽ ምርዳእ የድልየኪ። ብፍላይ ኣብ ስደትና ዘይንሕና ክንከውን ንፍትን ውሑዳት ኣይኮናን ሃንደበት ምቕያር ኣሎ ድዩ ስለምንታይ ከ ከምኡ ይድለ እዞም ዓዲ ደው ይበሉለይ ደቀይ ምዕባይ ኣይጽግመንን እዩ ዝብላ ደቂ ኣንስትዮና ውሑዳት ኣይኮናን ደቅኻ ምእላይ ብዝብላዕን ስተን ምስለን ኣሎ ምእላይ ብስነ ምግባር ብፍቕሪ ስነ ስርዓት ብዝመልኦ ኣገባብ ምዃኑ ግን ብሓቂ ድየን ዘንጊዕንኦ? ሰብኣይ ከ ቆልዑ ንምትዕባይ ጥራይ ድዩ ዘድሊ? ብዙሕ ሕቶታት ክለዓል ይኸእል እዩ። ስለዚ ንስኺ እውን ፍቕርቲ ሓፍተይ፣ ደቅኺ ሰሓቕ ኣቦኦምን ኣዲኦምን እናረኣዩ ብፍቕሪ ሓንቂቑን ከይዓብዩ ትውስንሎም ምህላውኪ ኣስተውዕሊ። ክንዲ ሰብ ምስ ኣኸሉ ከምዚ ሕጂ ብዝበልክዮም ዝኸዱ ከይመስለኪ። ጽባሕ ንግሆ ነቲ ሓቂ ክምርምርዎ ምዃኖም እውን ዘክሪ። መልሲ ትስእንሉ ሕቶታት ምስ ሓተቱኺ፣ ግብርኺ ዘኪርኪ ኣብ ጣዕሳ ካብ ምእታው፣ ሎሚ ንዕርቅን ሓዳርኪ ብሰላም ንምምራሕን ተኽእል ብልጽቲ መዓልቲ እያ እሞ፣ ሓዳርኪ ክማሙቕ ዝከኣለኪ ግበሪ። እቲ ምስ በዓል ቤትኪ ዘየሰማምዓኪ ነጥብታት፣ ካብ ሓዳርኪ ኣይዓብን እዩ እሞ፣ ግድፍ እንተበልክዮ እንታይ ትኾኒ? ሰብኣይ ትሕትና ዝተመልአት ሰበይቲ እዩ ዝፈቱ። ብትሕትና ህድእ ኢልኪ፣ ዝደለኽዮ ክትረኽቢ ትኽእሊ ኢኺ። ምትህልላኽ ኣይትፍተዊ። ሰብኣይ ኣዝዩ ዘናቕጾ። ከም ነብሲ ክትፈልጥዮ እሞ ፈትኒ። ሽዑ ብኸመይ ከም ትሕዝዮ ኣይክትሽገርን ኢኺ። ጠባይ በዓል ቤትኪ ኣጸቢቕኪ ምፍላጥ ኣብ ናብራኺ ወሳኒ ስለ ዝኾነ ግዜ ሂብኩም ብሕትው ኢልኩም ከም ተዕልሉ ግበሪ። ኣንብብዮ። ንድሌታቱ'ውን ተመሲልኪ ድሌትኪ ከማልኣልኪ'ዩ። ኩሉ ነገር ኣብ ግዜኡ ክትገብሮ'ዩ ጽቡቕ። ንፍቕሪ ቆጸራ የድልን'ዩ። ካብታ ዘለኻዮ ህሞት'ያ ትጅምር። እጽንሓለይ ትብሎ ኣይኮነን። ሎሚ ምስ ጓህየይ ክሓድር ጽባሕ ምስሓቕ ይሕሸኒ ዶ በሃል'ዩ። ንመን ክሕሾ ስለዚ ናብቲ ቀንዲ ነጥቢ ክንምለስ ደቀይ ፈቱየ እንተልኪ ሙሉእ ፍቕሪ ክኾነሎም ኣቦኦም ፍተውሎም ሕቡናት ቆልዑ ክኾኑ ኣብ ልዕሊ በዓል ቤትኪ ዘለኪ ፍቕሪ ብግብሪ ርእዮም በዓል ኣደይ ኣቦታትና ጉድለት ስለ ዘይነበሮም ኣይኮናን ጉድለቶም ዘይነግራና ግናኸ ሓንጎልና ብጽቡቕ ተመሊኡ ክዓቢ እንተኾይኑ ጸጽቡቑ ጥራይ ክነግራና ኣለወን ሓደ ውሽጡ ሰናይ ዝተመልአ ሰብ ሕማቕ ንምውጻእ ዓቕሚ የብሉን እቲ ካብአን ንሰምዖ ጽቡቕ ጥራይ ስለ ዝኾነ ኢና ድማ ኩሉ ጸጽቡቑ ምስኣን ከም ዘሎ ንኣምን። ሕማቕ ጥራይ እናሃባ እንተዘዕብያና ድማ ውሽጠን ሕማቕ እምበር ጽቡቕ ከም ዘይብሉ ምኣመና። ስለዚ ዘኽብረኪ ሓፍተይ ካብ ንፍቕሪ ንጽልኢ ትኸፍሎ ዋጋ ይዓቢ። ምኽንያቱ ንፍቕሪ ዝኽፈል ዋጋ ቁኑዕ ልቢ፣ ጽቡቕ ባህጊ፣ ፈቃር ምዃን ጥራይ እዩ። እዚ ድማ እናገበርካዮ መሊሱ ሓጎስ ዝፈጥረልካ ድንቂ ነገር እዩ። ንጽልኢ ዝኽፈል ግን ተንኮልን ክፍኣትን ቂምን ተሓዋዊሱ ናብ ርእስኻ ተመሊሱ መንፈስካ ርቡሽ ዘይርጉእ ሰብ እገብረካ። ካብቲ ክትሃስዮ ዝሓሰብካ ሰብ ንላዕሊ ድማ እቲ ንነብስኻ ትሃስያ ይዓቢ። ስለዚ ካልኦት ከተሐጉስ ኣቐዲምካ ነብስኻ ከተሐጉስ ኣለካ። እቲ ንኻልኦት ትህቦ ሓጎስ ድማ ቐጻልነት ይህልዎ። ናብ ቀንዲ ኣርእስተይ ክምለስ። ደቅኻ ኣፍቂርካ መጻምድትኻ ወይ መጻምድትኺ ምጽላእ ኣዝዩ ዝተነጻጸለ ስለ ዝኾነ፣ ደቅና እንተፍቂርና ንሶም ዝሕጎስሉን ዝዕወትሉን ምፍቃር እውን ወሳኒ ነጥቢ እዩ እሞ ብኸፉት ልቢ ጸገማትና ክንላዘበሎም ኣለና። ንኹላትኩም ድማ ዕዉት ሓዳር እምነየልኩም።